ሰላም ሰላም ሰላም ክቡራት ኣሕዋት ከመይ ቀኒኹም ደሓን ዲኹም ሎማዓልቲ ካብ ሓንቲ ኣርእስቲ መፂኦኩም ኣለኹ ቅድሚ ናብታ ኣርእስተይ ምሕላፈይ ግና ኩላኻትኩም ኣዝኹም ጠቐምቲ ምዃንኩም ከዘክረኩም ደስ ይብለኒ ሓደስቲ ተኾንኩም ከዓ ሳብስክራይብ ትገብሩ ነታ ኖቲፊኬሽን ደወል እውን ክትጥውቑዋ ነቲ ቀፃሊ ነውርዶ ቪድዮታት ተኻፈልቲ ናቱ ምእንቲ ክትኮኑ ብክብሪ ይዕድመኩም ነቶም ኣባላት ናይዚ ቤት ዝኾንኩም ከዓ እንኳዕ ደጊምኩም ኣብዚ እንኳዕ ደጊምና ተረኸብና እናበልኩ ናብ ኣርእስተይ ክሰግር እየ ማለት እዩ ስለዚ ብዛዕባ ንደቅና ከመይ ጌርና ቋንቋ ንምህሮም ቋንቋ ድዮም ንምህሮም ዝብል ብዙሕ ግዜ ክዛረብ ሰሚዕኹምኒ ኣለኹም ብዙሕ ቪድዮታት እውን ሰሪሐ ኣለኹ ሎመዓልቲ ካብ ብዛዕባ ሓንቲ ነጥቢ ክዛረብ መፀ ዘለኹ ብዛዕባ ፊደላት ክንምህሮም ከለና ንደቅና ክንምሃር ከለና እዞም ሕጂ ዓበይቲ ዘለና ልዕሊ ዕስራ ልዕሊ ሰላሳ ዝኾነ ዕድሜና ኣብ ዓድና ክንምሃር ከለና ቋንቋ ከመይ ገይሮም ምሁርና ነይሮም ወይ ከዓ ትግርኛ ፊደላት ከመይ ገርና ንምሃሮ ነርና በ ቡ ቢ እናበሉ ኣብቲ ሰሌታ የብሎም ነይሮም ማለት እዮም ሕጂ ኣነ ነዚ ብመሰረቱ ጌጋ ክብል ኢለ ኣይኮንኩን ግን ተወሳኺ ስትራተጂ ተወሳኺ ካልዓት ቅዲ እውን ከም ዘሎ ክዛረብ ስለ ዝዘለኸ እየ ማለት እዩ። ንኣብነት ጓል ክልተ ዓመት ጓል ኣላትኒ ትግርኛ ፊደላት ክምህራ ብዙሕ ይፍትን ማለት እዩ። እጂ እቲ ምዝራብ ዝብል ኦረዲ ጀሚራቶ ምስማዕ እውን ትሰሚዕ ፅቡ ገይራ ነቲ ፊደላት ግን ከላልያ ኢለ ምስኣ ግዜ ክሕልፍ እንከለኹ ዝተጠቐምኩሉ ስትራተጂያ ክዛረብ መፅእ ዘለኹ ቀሊል ስትራተጂ እዩ ፊደላት ትግርኛ ትሕዞም ኣብ መልክዕ ነቶም ፊደላት ትሕዞም ምስ ሓዝካዮም ሽዑ ነቶም ፊደላት ምስ ንስኻ ንስኻን ንሳን እትፈልጦም ሰባት ክኾኑ ክእሉ እዮም ነገራት ክኾኑ ክእሉ እዮም ኣተሓሒዝካ ትምህራ ማለት እዩ ወይ ትምህሮ ትቆልዓ ማለት እዩ ሕጂ እንታይ ክገብር ጀሚረ ጓል ክልተ ዓመት ኣለኩም ኣለኹ ብዛዕባ በ ክምህራ ምስ ደለኹ በሳለ ዝበሃል ሓዊ ስለ ዘለዋ እዚኣ በ በሳልኤል እዚኣ በሳልኤል እያ ይብላ ነታ በ እንዳሓዝኩ ምስ በሳልኤል እተሓዘላ ሕጂ ኩሉ ግዜ ክትመሃር ከለኻ ሓድሽ ቋንቋ ክትመሃር ከለኻ ምናዳ ምናዳ ቆልዑ ንዝኾነ ነገር ስእላዊ መልክዕ ገይሮም ስለ ዘተሓዝዎ ንክዝክርዋ ብጣዕሚ ዘሕግዞም ሕጂ ኣብ ቆልዑ ጥራይ ዝኾነ ንሕና ዓበይቲ እውን እንታይ ዝብል ምስል ኣሎ እታ ምስላ እንታይ ትብል? ይሰምዕ ይርስዕ ይርኢ ይዝክር ይገብሮ ይፈልጦ ወይ ከኣ ይርድኦ እያ ትብል። ስለዚ። እትሰምዖ ትርስዖ፣ ተንብቦ ትዝክሮ፣ ትሪኦ ነገር ግን ትፈልጦ ማለት እዩ። ሕጂ ዝኾነ ሰብ ብምርኣይ ብጣዕሚ እዩ ንነገራት ዝፈልጥ ማለት እዩ። ከምኡ እንተሪኢኹሞ ዘንበብካዮ ነገር ብዙሕ ክትርስዖ ትኽእል ኢኻ። ትዝክሮ ተቐልያ ብዙሕ ኣይኮነን ትምዝከር ዝሰማዕካዮ ነገር ንክትርስዖ ዘለካ ተቐሎ ብጣዕሚ ገፊሕ እዩ ዝረኣኻዮ ነገር ግን ከም ፊልም ዓይነት ሓንሳብ ምስ ረኣኻዮ ግን ንነዊሕ ግዜ ዝዝክሮ ትኽእል ማለት እዩ ስለዚ እዚኣ እቲያ ስትራተጂ ኣነ ተጠቐምኩላ ማለት እዩ ነታ በ ክትሪኣ ከላ ኣብ ኣእምሮኣ ካልእ ስእሊ ከም ትርኢ ይገብራ ማለት እዩ በሳሊኤል እንተዳ ኢለያ በሳሊኤል ጽቡቅ ጌራ ስለ ትፈልጦ ስለ ትሪኦ እቲ ኣበ ኩሉ ግዜ ምስ በሳሌል ኣተሓሒዛ ብቀሊሉ ክትዝክራ ትክእል ማለት እዩ ሰ ክብላ ከለኩ ከኣ ስም ናይ ኣዲኣ ሰናይት ስለ ዝኮነ ንሰ ከኣ ምስ ሰናይት ኣተሓሒዘ ሰ ሰናይት እዚኣ ሰናይት እያ እዚኣ ሰናይት እያ እዚኣ ሰናይት እያ ይብላ ኤ ክብላ ከለኩ ከኣ ኤሊም ስለ ዝኮነት ከኣ ኤ ኤሊም እዚኣ ንስኪ እንዳበልኩ ነቲ ዐ የርያ ማለት እዩ ነቲ ኣተ ከኣ ተተስፎም ኢላ ኣነ ተስፎም ስለ ዝኮንኩ ምስ ተስፎም ኣተሓሓዛ ነቲኣ መ ከኣ ምስ መርሃዊ ወይ ምስ ሙሴ ዝበሃሉ ኣሕዋተይ ንዓይ ማለት እዮም ብስእሊ ብካልእ ትፈልጦም ምስኦም ኮኔክት ገይረ ከዓኒ ነቲ ኣብ መ ኣተሓሕዛ ለ ከዓኒ ምስ ሓፍታ ምስ ሓትንኣ ልዋም ስማ ከዓ ኣተሓሒዘ ይሪኣ ማለት እዩ ስለዚ ከምዚ እናገበርኩ ኣብ ውሽጢ ክልተ ሰለስተ ሰሙን ደጋጊመ ኩሉ ግዜ ኣደጋግሞ ትክል ኣለካ ዝኾነ ቋንቋ ከይተረጋገብካዮ ዝኾነ ነገር ኣይተሓዝን ስለዝኾነ ደጋጊመ ናይ ክልተ ሰሙን ዝኾን ምስ ነገርኩዋ ሕጂ በዓላ ተ ከተርእየኒ ትኽእል በ ከተርእየኒ ትኽእል ሰ ከተርእየኒ ትኽእል ብኣቤላ ተልያ በተርእየኒ በዓላ ማለት እዩ ካብቲ ሙሉእ ትግርኛ ፊደላት ሪኢኹሞ ኣለኹም ስለስተሚትን ገለን ዘሎ ማለት እዩ ነቲ ኣበ ከተርእየካ ትኽእል

ደ ኦረዲ ሽዱሽተ እናበለ ከባቢ ዓሰርተ ከሆን ሕጃ ዘከርኮን ዘለኹ ቃላት ከተርእየኒ ትኽእል ንኣብነት እቲያ ንጥቀመላ መፅሓፉ እንተኾነት ዝገዛ ናይ መፅሓፍ ማለት እዩ ብድሕሪያ ሕውስዋስ ኣሎ ከምዚ ስሩዕ ኣይኮነን በቡ ተሰሪዑ ዝፅሓፍ ዘይኮነ ከምዚ ራንደም ሊፋሕ ዝበለ ፊደላት ትግርኛ ዘለዎ እዩ ስእላ እዚ ዩቲዩብ ኣብ ትሕሪት ክገብረልኩም ነቲ ስእላ ትሪእዎ ኢኹም ካብኡ ከይተረፈ ደልያ ደልያ ደልያ ነቲ ኣበ ነቲ ኣተ ነቲ ኣሰ ከተውፅኣ ትኽእል ማለት እዩ እዚያ ብጣዕሚ ውፅኢታዊት ቅዲ ዓይነት ኣመሃራ ኮይና ስለ ዝረኸብኩዋ ብዛዕባ ክዛረበ መፀ ንደቅና ግድን ኣይኮነን በቡ ቢ ኢሎም ክሳብ ቦ ክፈልጥዎ ምናዳ ምናዳ ንኣሽቱ ከለዉ የዛረብ ዘለኹ ድሕሪ እናዓበዩ ከኣኒ ነቲ ካልእ ክፈልጥዎ ስለ ዝኽእሉ ቀሊል እዩ ነተን ቀዳሞት ፊደላት እንተ ክሕዝዎን ክኢሎም ነቲ ኣበ እንተ ሒዞማ ድሕሪ ቡቢ ባቤ ብቦ ንኡ ንክሕዝዎ ኣዝዩ ኣዝዩ ኣዝዩ ቀሊል እዩ ለዚ እቲ ስትራተጂ እንታይ ኢለኩም ኣለዎ ክቡራት ኣሕዋት ነቲ ኣብ ፊደል እቲ ቆልዓ ምስ ዝፈልጦ ነገር ጌርካ ተተሓዛ ሕጂ ኣ ኣራንሺ ኢልካ ተተሓዛ ትኽእላ እቲ መሃራ ከማን ትሪኦ ብ እንግሊሽ ኣብ ካልእ ኩሉ ስለዚ እቲ ቅዲ ኣብ መሃራ ኣዝዩ ውጽኢታዊ እዩ ስትረስ ከይገበርካ ኩሉ ግዜ ንቆልዓ ክትምህሮ ከለካ ከኣኒ ፋን ጌርካ ክትምህሮ ኣለካ እናተፃወትካ እናኣፃወትካ ሲሪየስ ኮይንካ ኮፍ ኢልካ ኮፈል ከምዚ ግበር ከምዚ ገለ እንዳበልካ ከምዚ ናይ ወታደራዊ ዓይነት ወይ ካኒ ኣዝዩ ሲሪየስ ዝኾነ መንገዲ ንቆልዓ ክትምህሮ እንተፈቲንካ ክመሃረልካ ክእል እዩ ክፈርሓካ ክእል እዩ ወላዲ ስለዝኾንካ ወይ መምህር ስለዝኾንካ ግን ፋን ስለዘይኮነ እንጆይ ስለዘይገብሮ እናተፃወተ ስለዘይገብሮ ዘሎ ከይሕዞ ይኽእል እዩ ስለዚ ነቲ ክሕዘልካ ተኮይኑ እንዳተፃወትካ እንዳስሓቅካ ፋን ዓይነት ጌርካ ክትምህሮም ክትጅምር ከለኻ ኩሉ ግዜ ወላ ንሕና ከም ዓበይቲ እቲ ብዙሕ ንዝክሮ ነገር እቲ ብዙሕ ኢንጆይ ዝገበርናዮ ነገር ኢና ብዙሕ ንዝክሮ ኣብ ገለ ነገር ትኸይድ እሞ ዕረፍቲ ትወፅእ ትገሽ እሞ ኣብ ዝገሽካዮ ቦታ ብዙሕ ዘሐጉስ ነገር ተሪኻ እቲ ዝኽሪ እቲ ቀፃሊ ምሳኻ ይቕፅል ነዊሕ ግዜ ዝክሮ ትኽእል ምሳኻ ዝተርፍ ነገር ከ ኣለዎ ስለዚ ነቲ ቆልዓኻ ከምኡ ነቲ ቋንቋ ክትምህሮ ከለኻ ነቲ ፊደላት ናይ ቋንቋ ድዩ ክትምህሮ ከለኻ ፋን ክኾን ኣለዎ ኢንጆይ ክገብሮ ኣለዎ ክፃወት ክስሕቅ ክኽእል ኣለዎ ከምኡ እንዳገበርካ እንተ ምሄርካዮም ደቅኻ ስትረስ ብዘየብሉ ፀቕጢ ብዘየብሉ ኢንጆይ እናገበሩ ምስ ነገራት እናዛመዱ ብቐሊሉ ንቋንቋ ወይ ከዓ ንፊደላት ናይ ቋንቋ እዲኦም ብቐሊሉ ክሕዝዎ ይኽእሉ ድሕሪኡ እቲ ቋንቆም ንክምሃሮ ከዓ ፅቡቕ ባይታ ይህልዎም ማለት እዩ ስለዚ ኣብ መወዳእታ ኣዚኹም ኣዚኹም ኣዚኹም ጠቐምቲ ኢኹም እናበልኩ ኣርእስተይ በዚ ክውድእ ደጊመ ሳብስክራይብ ክትገብሩ ኖቲፊኬሽን ደወል ክትጥውቑ ኣጋይሽ ንዝኾንኩም ብኽብሪ ይዕድመኩም ንዓኹም ተጠቒሙኩም ንካልኦት ሰባት ንካልኦት ወለዲ ክሕግዞም ምኽእል እዩ ተላኢልኩም ከዓ ሼር ክትገብርዎ ብኽብሪ ይዕድመኩም ከምዚ እንዳበልኩ ዝገጥፈኩም ሓውኹም ተስፎም እየ ኣዚኹም ጠቐምቲ ኢኹም ሰሰናዩ ባይ